ሰላም ዝኸበርኩም ተኸታተልቲ መደባት ናድያና ኢንተርተይመንት ከመይ ቀኒኹም ተስፋ ይገብር ኣኣብ ዘለኹሞ ሰላም ክትልዉ ቀጺለ ናብቲ ኣብ ናሆም ላቭ ስቶሪ ተዳልዩ ዘሎ መደብ ከብለኩም እዚ ናሆም ላቭ ስቶሪ ዩ ምሳኹም ዘለኹ ከምቲ ልሙድ ናሆም እየ ናይ ሎማዓንቲ መደብና ሓቀኛ ዛንታ ዩ ብሰንኪ ጌጋ ናይተን ደቓይቕ ጸሓፍን ተራኽን ዛንታ ናሆም ወልደሩፋኤል ሊድያ ይበሃል ካብ ማእከላይ መነባብሮ ዘለዎም ብሉጻት ስድራ ቤት እየ ተወሊደ። ስድራ ቤተይ ወለደይ ጥራይ ዘይኮኑ የሕዋተይ፣ መሓዙተይ ኮታስ ኩሉ ነገር እዮም። ኣብ ንሓድሕድና ኣዝዩ ጥቡቕ ዝኾነ ቅርርብ እዩ ነይርና። ማለት ከም ውላዶም ጥራይ ዘይኮነ ልክዕ ከም መሓዝኦም እዮም ዝርእዩኒ። ኣነ እውን ልክዕ ከም መሓዙተይ ዘጋጠሙኒ ነገራት ነጻ ኮይነ የዕልሎም። ኣብ ትምህርተይ ካብቶም ኣለዉ ዝበሃሉ ብሉጻት ተምሃሮ ስለ ዝነበርኩ ብዙሕ ዓወታት እየ ዘመዝግብ ነይረ። ስድራ ቤተይ ከኣ ብኣይ ኣዝዮም ሕቡናት እዮም ነይሮም። በቲ ዝነበረኒ መንፈዓትን ተገዳስነትን ልዑል ነጥቢ ኣምጽኤ ትምህርተይ ብዝለዓለ ደረጃ ዛዚመ ዝበለጸ ስራሕ ሒዘ ክርእዩኒ ነይሩ ድሌቶም። በቲ ዝነበረኒ ብቕዓት እውን ከም ዝበጽሖ ይጠራጠሩ ኣይነበሩን። ኣብ ቤት ትምህርትና በቲ ዝነበረኒ መንፍዓት ንዓይ ዘይፈልጥ ተምሃራይ ዳርጋ ኣይነበረን። በዚ ምኽንያቱ ይመስለኒ ኣዝየን ብዙሓትን ዝተፈላለየ ባህሪ ዝውንናን መሓዙት ዝነበራኒ ምስ መሓዙተይ ብሓንሳብ ነጽንዕ፣ ንተሓጋገዝ፣ ንጻወት፣ ንስሕቕ ኮታስ እቲ ነፍሲ ወከፍ ተምሃራይ ዘሕልፎ ህይወት ነስተማቕር ነይርና። ዝተፈላለየ ጠባይ ዘለወን መሓዙት ምብዛሐይ ኣብ ስድራ ቤተይ ከቢድ ሻቑለት ፈጠረ። ስለዚ ኸኣ እቶም ከም መሓዝኦም ዝርእዩኒ ስድራ ቤተይ ነፃ ኮይኖም ነተን ሕማቕ ጠባይ ዝነበረን መሓዙተይ ካብ ትምህርተይ ኣሰናኺለን ኣብ ሕማቕ ከየውደቓኒ ከመዕዱኒ ዝጀመሩ። ከም መሓዙተይ ኣነ ጥራየ ነይረ ዓርኪ ዘይነበረኒ። ምስቲ ዝነበረኒ ህቡብነት ካብ ኣዝዮም ብዙሓት ኣወዳት ናይ ፍቕሪ ሕቶታት እኮ ይመጸኒ እንተነበረ፣ ኣነ ግን ምስቲ ዝነበረኒ ልዑል ተገዳስነት ናይ ትምህርቲ፣ ንፍቕሪ ይትረፍ ዓርኪ ሒዘ ከስተማቕሮ ከም ቃል ከማን ብዙሕ ዝግደሰሉ ኣይነበርኩን። መሓዙተይ በካይዳይ ኣዝየን እየን ዝግረማ ነይረን። ቀጻሊ ከኣ ንምንታይ ዓርኪ ዘይትሕዚ እናበላ ይጨቓጨቓኒ ነይረን። ግን ይሰምዐን ኣይነበርኩን። ሓደ መዓልቲ መምህርና ብወድን ጓልን ዝስራሕ ፕሮጀክት ይህበና እሞ ኣጋጣሚ ምስ ሓደ ኣቤል ዝተብሃለ ኣዝዩ በሊሕን ካብ ሃብታማት ስድራን ዝተወልደ ወዲ ይበጽሓኒ። ዝተዋሃበና ፕሮጀክት ነዊሕ ግዜ ዝወስድ ንምድላው ብዙሕ ጻዕሪ ዘድልዮን ስለ ዝነበረ ምስዚ ወዲ ካብ ትምህርቲ ምስ ተፈደስና ሓንሳብ እንዳ ኢንተርነት ሓንሳብ ላይብረሪ ካብዚ ሓሊፍና እውን ከም ወዲ ሃብታም መጠን ኣብ ገዝኦም ሙሉእ ናይ ትምህርቲ መሳለጥያ ስለ ዝነበሮ ገዝኦም ብምኻድ ፕሮጀክትና ነዳሉ ነይርና። ኣቤል ብትምህርቲ ይንፎ ኣይነበረን። ስለዚ ዝበዝሐ ሚእታዊት ናይ ፕሮጀክትና ብኣዩ ዝዕመም ነይሩ። ነዚ ዝረኣዩ ስድራ ቤት ኣቤል ወዶም ኣብ ትምህርቲ ትተሓጋገዞ መሓዛ ምርካቡ ኣዝዮም ተሓጎሱ። ቀጻሊ ንገዝኦም እንዳመጻኹ ክተሓጋገዙ ከኣ ተማሕጸኑኒ። ኣነ እውን ንምሕጽንታኦም ተቐቢለ ንኣቤል ንምሕጋዝ ንገዝኦም ምምልላስ ጀሚረ። ዝበዝሐ ግዜ ምስ ኣቤል ምውዓል ኮይኑ ካብ ብዝሒ ብሓንሳብ ምውዓል ተለማሚድናስ እቲ ኣብ ሓሳበይ ዘይነበረ ፍቕሪ ስዒርኒ ክልቴና ምስ ኣቤል ኣብ ፍቕሪ ወዲቕና ኣዝዩ ምቁር ናይ ፍቕሪ ግዜያት ምሕላፍ ጀሚርና ኣቤል ኣዝዩ ብዙሕ መብፅዓታት እዩ ዝኣትወለይ ነይሩ ሓደ መዓልቲ ከምቲ ልሙድ ንኣቤል ንምርዳእ ንገዛ እንዳ ኣቤል ይኸይድ እሞ ኣጋጣሚ ኣብዛ መዓልቲ ስድራ ቤት ኣቤል መገሻ ስለ ዝነበሮም ምሉእ መዓልቲ ገዛ ኣይነበሩን ክልቴና ምስ ኣቤል ኣብ ሳሎን ኮፍ ኢልና መጽናዕቲ ጀሚርና ንንውሕ ዝበለ ሰዓታት መጽናዕቲ ቀጽልና። ኣብ መንጎ ኣቤል በብንእሽተይ ናብ ነብሰይ ለገበ ቀጺሉ እውን ብጸጋሚቲ ኢዱ ናብ የማኒ መንኩበይ ሰቐላ ጸኒሑ ኣጥብቕ ኣቢሉ ሓቖፈኒ ኣነውን በብንእሽተይ ኣብ ሕቕፎኡ ወደቕኩ። ቀጺሉ ኣቤል ክሰዓዕመኒ ክተናኽፈኒ ጀመረ። ብድሕሪዚ ክልቴና ኣብ ክንቆጻጸሮ ዘይንኽእል ስምዒት ኣቲና ርክብ ፈጺምና። ኣነ ብጣዕሚ ተጣዒሰ እንተኾነ ኣቤል ግን ኣነ ናይ መጀመርታኡን ናይ መወዳእትኡን ምዃነይ ትምህርትና ድሕሪ ምውዳእና ተመርዒና ጽቡቕ ሓዳር ክንምስርት ምዃንና፣ ስለዚ ብዝገበርናዮ ክተዓስ ከም ዘይብለይ ቃል ኣተወለይ። ኣነ ውን ኣመና የፍቅሮን ይኣምኖን ስለ ዝነበርኩ ብዝገበርክዎ ክጠዓስ ከም ዘይብለይ ንነብሰይ ኣሚነያ። ብድሕሪዚ ከም ቀደምና ናይ ፍቕሪ ግዜያትና ብጽቡቕ ምሕላፍ ቀጺልና። እንተኾነ ግን ነዊሕ ከይከድና ሓደ ጸገም ተፈጢሩ። ክሓምም ከምኡውን ኣብ ነብሰይ ዝተፈላለዩ ምልክታት ክረኣዩኒ ጀሚሮም። ብድሕሪ እዚ ንሕክምና ይኸይድ እሞ ንኽሰምዖን ንኽኣምኖን ዘጸገመኒ ጉዳይ ተፈጢሩ። በታ ምርመራ ዘካየደትለይ ሓኪም ጥንስቲ ምዃነይ እዩ ተሓቢሩኒ። በቃ እታ ብዝለዓለ ነጥቢ ተመሪቓ ኣብ ዝለዓለ ደረጃ በፂሓ ክሪኣ ዝፅበ ዝነበርኩ ሊድያ ገና ኣብ 16 ዕድሚኣ ነብሰ ጾር ኮይና ምስ ምዐይ ፈፂመ ንምእማኑ ተፀገምኩ ብድሕሪ እዚ ንኣቤል ረኺበ ከም ዝጠነስኩ ሓበርኮ መልሲ ኣቤል ካብ ትፅቢተይ ወፃ ኣይኮነ ኣቤል ነዚ ጥንሲ ግዜ ከይወሰድኩ ክሰዶ ከም ዘለኒ ሓቢሩኒ ንእሽተይ ከማን ብዛዕባ ህይወተይ ክሓስብ ኣይከኣለን። ነዚ ቃላት ምስ ሰማዕኩ ነብሰይ ክቆጻጸር ኣይከኣልኩን። እቲ ጾታዊ ርክብ ምስ ፈጸምና ብብዙሓት ቃላቱ ክጣዓስ ከም ዘይብለይ ተስፋ ሂቡ ዘእመነና ኣቤል ሕጂ እውን ነዚ ዘጋጠመ ጥንሲ ተረዲኡ ተስፋ ሂቡ ከጸናንዓኒ እናተጸበኹ ካብቲ ጽቢተይ ወጻኢ ግዜ ከይወሰድካ ኣስድድዮ ዝብል ቃላቱ ንጭንቀተይ ጭንቀት ወሲኽሉ። ብድሕርዚ ነቶም ከም መሓዙተይ ዝሪኦም ስድራ ቤተይ ነዚ ኣጓኒፍኒ ዘሎ ጸገም ከካፍሎም እየ ወሲነ። እንተኾነ ሕጂ እውን እቶም ኣብ ዝለዓለ ደረጃ በጺሐ ክርእዩኒ ሃረር ዝብሉ ዝነበሩ ስድራ ቤተይ ጥንሲ ሒዘ ምምጸይ ንሕርቃኖም ክቆጻጸሩ ኣይከኣሉን። ክንዲ ንጌጋይ ተረዲኦም ከጸናንዑንን ፍታሕ ከናድዩን ምፍታን ካብ ገዛ ኣባረሩኒ። ካብቶም ቀንዲ ጸግዐይ ዝነበሩ ስድራቤተይን ኣቤልን ጸግዒ ዝኾነኒ ምስ ሰኣንኩ ናብ መሓዙተየ ከይደ። መሓዙተይ እውን ኩለን ደኣ ረሓቓኒ። ብድሕሪቲ ኣማራጺ ስለ ዘይነበረኒ ኣብ ሓደ ትካል ከም ሰራሕተኛ ናይ ጽሬት ተቖጺረ ክሰርሕ ጀሚረ። በተን ካብዚ ትካል ዝረኽበን ዝነበርኩ ውሑዳት ደሞዝ ኣዝያ ጸባብ ገዛ ተኻርየ። ኣዝዩ ሕማቕን ዘስካሕክሕን ናብራ ከሕልፍ ጀሚረ። ድሕሪ ግዜ ከብደይ ክፍለጥ ጀሚሩ፣ ጥንሲ እውን ስለ ዝኸበደኒ ካብ ስራሕ ተሰጎግኩ። ብድሕሪ እዚ ንኽራይ ገዛ ክኸፍለሉ ዝኽእል ገንዘብ ስለ ዘይነበረኒ ኣብ ጎደና ምንባር እየ ጀሚረ። ህይወት ጎደና ቁሪ፣ ጥሜት ካብ ዓቕመይ ንላዕሊ ኮይኑኒ። ግን ዝነበረኒ ኣማራጺ ዝሓልፉ ሰባት ዝተኾብለይ እናበላዕኩ ምስ ህይወት ጎደና ምቅላስ እዩ ነይሩ። ሓደ ምሸት ሓሚመ ኣብታ ኩሉ ግዜ ዝድቅሰላ ቦታይ እናተፈሓስኩ ከለኹ እግዚኣብሄር ዝተወጻእኺዮ ኣኽለኪ ክብለኒ ደልዩ ይመስለኒ ሓደ ገባሪ ሰናይ ኣጋጣሚ በቲ ዝነበርኩዎ ቦታ እናሓለፈ ይርእየኒ እሞ በቲ ዝነበርኩዎ ኩነታት ኣዝዩ ሰንበደ። ብድሕሪዚ ንሕክምና ወሰደኒ እሞ ብሰላም ጓል ተገላጊለ። ብድሕሪዚ እውን ገዛ ተኻርዩ ክኣልየኒ ጀሚሩ። ዝገበረለይ ውዕለት ቀሊልን ዝርሳዕን ኣይኮነን። ኣብዚ ሕጂ ግዜ ንእሽተይ ስራሕ ጀሚረ ብመጠኑ ነብሰይ ክኢለ ንስለ ውላደይ ይነብር ኣለኹ። ምኽንያቱ ንውላደይ ከም ናተይ ዕጫ ገጢምዋ ንጎደና ክትወፅእ ክሪኣ ኣይደለይን እየ። ስድራ ቤተይ ኣብ ልዕለይ ዝፈፀምዎ በደል ኣጣዒስዎም መፂኦም ይቕሬታ ሓቲቶምኒ። ይቕረ ኢለሎም ግን ኣይከም ቀደምን። ኣቤል እውን ብተግባራቱ እናሓፈረ ይቕሬታ ብምሕታት ናብ ፍቕርና ክንምለስ ከም ቀደሙ ቃል ኣትዩለይ። እንተ ንበደሉ ሓዲገሉ እንተቲ ኣብ ናይ ቀደም ፍቕርና ንመለስ ዝብል ሕቶኡ ግን እታ ብበደላቱ ዝደመየት ልበይ ተመሊሳ ምስኡ ፍቕራዊ ህይወት ምምስራት እምቢላ ብሰንኪ ናይ ደቓይቕ ጌጋ ናይ ትምህርቲ ዕድላተይን ብሩህ መጻኢየይን ተኾሊፉ ኣብ ትሕቲ ሰብ ተቖፂረ እናሰራሕኩ ውላደይ ኣብ ምዕባይ ይርከብ ዝኸበርክን ኣሕዋተይ ብፍላይ ከኣ እተን ትሕቲ ዕድመ ሓደራኽን ካባይ ተምሃራ ወርቃዊ ናይ ትምህርቲ ግዜኽን ጽባሕ ንግሆ ስለ ዘይትረኽብኦ ሙሉእ ግዜኽን ንትምህርቲ ጥራይ ይኹን።

ዝኸበርኩም ተኸታተልቲ መደባት ናድያና ኢንተርቴይመንት ንሎማዓንቲ ተዳልዩ ዝነበረ መደብ እዚ ይመስል ኣብ ቀጻሊ ብሰላም የራኽበና